ሰላም ንዓኹም ይኹን ኣብ ኩሉ ኩርናዓት ዓለም ኮንኩም መደባት ህድሞና ነባሪት ቢኒ ሾው ኣብ ምክትታል ትርከቡ ዘለኹም ፍትዋትን ክቡራትን ተኸታተልትና ከምቲ ኣብ ዝሓለፈ መደብ ዝተኸታተልኩሞ ድሮ ሰለስተ ተወዳደርቲ ነዚ ናይ መወዳእታ መዛዘሚ በጺሐን ኣለዋ። ድሮ ውን ኣብ ናይ ዝሓለፈ መድረኽ ከም ተዓዘብኩሞ ሓንቲ ጸወታ ተኻይዳ ኣላ፣ ቀዳማይ መድረኽ ናይዘን ሰለስተ ተሪፈን ዘለዋ ተወዳደርትና። ሎሚ ኣብ ውሽጢ ቤት ወይ ድማ ኢንዶር ኣብ ህድሞና ሸው፣ ህድሞና ስቱድዮ፣ ኢና ተረኺብና ዘለና። ስለዚ ናይ ሎምዓንቲ ዘካየደኦ ንጥፈታት ኣብ ውሽጢ ቤት ወይ ድማ ናይ ኢንዶር ሸው ይኸኸውን። እዚ ውድድር እዚ መበል ካልኣይ መድረኽ እዩ። ኣብ መወዳእታ እትተርፈና ሳልሰይቲ መድረኽ ኣላ፣ ስለዚ ብድምር ናይ ሰለስቲኤን ድማ ቀዳመይቲ፣ ካልኣይቲ፣ ሳልሰይቲ ዓወቲ ከምቲ ናይ ኩሉ ግዜ ኣብ ህድሞና ሾው ነካይዶ ውድድር ከምዚ ኢዩ ክዛዘም ውድድርና። ተዋዳደርቲ ከምቲ ኣብ ናይ ዝሓለፈ ዝተኸታተልኩመን ነብሲ ወከፈን በብሓንቲ ነጥቢ ኢየን ተፋላልየን ዝለዋ፣ ናይ ሎማዓንቲ መድረኽ ውን ኣዝዩ ወሳኒ ኢዩ፣ መኽንያቱ ነብሲ ወከፍ ተወዳዳሪት በቢ ክልተ ነጥቢ ኣብ መንጎ ቀዳማይ፣ ካልኣይ፣ ሳልሳይ ዘሎ ነናይ ክልተ ነጥቢ ፍልልይ ክኸውን፣ ኣብ ሳልሳይ መድረኽ ድማ ኣብ መንጎ ቀዳማይ፣ ካልኣይ፣ ሳልሳይ በቢ ሰለስተ ክኸውን እዩ እቲ ፍልልይ። ስለዚ ውድድር ኣዝዩ እናጸንከረን እናሓየለን ይኸይድ፣ መን ተወዳዳሪት እያ ክትዕወት ክሳብ'ታ ናይ መወዳእታ ዝፍለጥ ኣይኮነን። ደጊመ ንኹለን ተወዳደርትና ጽቡቕ ዕድል እናተመነኹ ንዓኹም ድማ ስለምክትታልኩም ኣዚና ነመስግን፣ ተወዳደርትና ድሮ ሰናይት ሓጎስ ይዕዘባ ኣለኹ ስቱድዮ ኣትያ ኣላ ሶና ሓፍተይ እንቋዕ ደሓን መጻእኪ ሶና ሓፍተይ እንቋዕ ደሓን መጻእኺ ወይ ሽኮር፣ ከመይ ሰላም ቀኒኺ እዩ ዘረይ። ዋው ዋው ዋው ከመይ እዛ ቀኒኻ? ማልያኺ ክትጽብቕሲ ኣቕኒዕካ ዶ እዛ ገለ ዓይነት ዶ ፍትውቲ ሃገርናስ በቃ ኣወቂክያ ተሓጒስካለይ ዶ?
ብሓቂ እቶም ዲዛይነራት ኣሪሓዊ? ከዓ ምስጋና ዝግብኦም Thank you. ኤርትራ ጽቡቕ Thank you. ሶና ሓፍተይ ኣሪሓዊ። ከመይ ቀኒኺ እግዚኣብሔር ይመስገን ድሓን ኢና ኣሬ ሓወይ ድሓን ዲኻ። ጽቡቅ ኩነታት ጥዕናኺ።
እግዚኣብሔር ይመስገን ድሓን እየ ድሓን እየ ጽቡቅ ሓዊኺ። ሓውየ ሓውየ ኣሬ ሓወይ በቃ ጽቡቅ ናይ ዝሓለፈ መድረኻት ከመይ ነይሩ ሶና ሓፍተይ እስከ ብፍላይ እታ ናይ ድሮ ሰለስተ ተወዳደርቲ ተሪፍክን ኣለኽን ኣዝዩ በዳሂ ናይ ቋሕ ሰም ደቃይቅ ማይክሮ ሰከንድ ዝነበሮ ፍልልዩ ኣዝዩ ረቂቅ ዝኾነ ናይ ፍልልይ ናይ ግዜ እዩ እወ። እ፣ ተመዝጊቡ ኣብቲ ውድድርቲ ግን ከኣ ኣብቲ ፍልልይ ናይ ነጥቢ ክረአ ከሎ በብሓደ ክሳብ ዝኾነ ብዙሕ ኣሰካፊ እውን ኣይኮነን እቲ ፍልልይ እስኪ ሰኑ ሓፍተይ ናይ ዝሓለፈ መድረኽ ካብ ተዓዘብቲ ካብ ዝረኸብክዮ ሪኢቶታት ይኹን ደወል ይኹን ንዓኺ ውን ገዛ ሃዲእኪ ኮፍ ምስ በልኪ ከመይ ነቲ ሓሳብ ተትንትንዮ ሰኑየ። እዋእ ኣብተን ዝሓለፋ ክልተ ሰለስተ ቀዳመይቲ ብምውጻእ መዓት ሞራል እንደ ገይረ ነይረ እወ እወ ሓፍትኻ ሰኑ ሓፍተይ ድሓር እዛ ናይ ፋይናል ዝገበርናያ ግን ርኢኻ ኢኻ በዳሂት እያ ነይራ እወ ቀልጢፈ ጎየ እናበልኩ ከለኹ ብዓይነይ ብዕምተይ ንገለ ሰከንድታት ምስ ተቐደምኩ ማራ ሓሪቐ ከመይ ተበልካኒ ቀዳሚቲ ክወፅእ ቀንየስ ኣብ ሸዓ በፂሐስ ሞ ከዓ ብናይ ሰከንድታት ማይክሮ ሰከንድታት ክቕደም ከለኹስ ኣይተዋሕጠለይን ሕጂ ኣይሆብሶ ማዕረ ክንደይ ማይክሮ ሰከንድ ዋጋ ከምዘለዋካስ ሸዓ ፈሊጠ ሸዓ እዋን ፈሊጠ ግዜ ፈሊጠ ማለት እዩ ብዳሂታ ነራ ናይ ብሓቂ ናይ ዋና ጩኻሪኻ ኢኻ ሰራሪዐዮ ደጋጊመዮ ውራይ ከመይ ተዓጣቂት ምዃንኪ ስርኢናይና ሲ በቃ በቃ ዋይ ጥምቀት ደቅኻ ኣሪ ሓወይ በቃ ቀዳሚቲ ፅቡቅ የዕለና ፅቡቅ ዝና ሓፍተይ ኣብ ገዛ ሓጋዚት ሒዝኪ ክመፅእኺ ፍልይ ዝበለት ዓይነት ቅዲያ ነራ ፆታ እስከ ኣብ ቤትኪ ምስ ተመለስኪ ካብ ደቅኺ ዝረኸብክዮ ግብረ መልሲ ከመይ ነይሩ

ክትሪኦ ብራክቲስ ኣብ ምሳና ስለ ዝወዓለት ፕራክቲካል ከኣ ክብደቱ ሪኣቶ ኤኒወይ ግን ብኣኣ ከምታ ዝበልኩካ ግን ተቢለ ናይ ዝሓለፈ ጸወታታት ግን ሓያል ምዃኑ ጸወታ ብጣዕሚ ሓያላት ይኽን ሞራል ከኣ ህቡና ማራ ሓያላት ይኽን ብምሉእን ዘን ብጾትክን ዝነበራ ወላ ሓያላት እየን ብሰንኪ ከምዚኣ እምበር ገለ ኣብ ስምዒት ኣቱ ወላ ትድወለና ከምኡ

ፍትዋት ደገፍተይ ከመይ ኣለኹም ኣብ መላእ ዓለም ትርከቡ ዋላ ኣብ ውሽጥን ኣብ ደገን ማለት እዩ ደሓን ዶ ኣለኹም ኣነ እግዚኣብሔር ይመስገን ፅቡቅ ኣለኹ ከምቲ ቀደምኩም ከም ወትሩ ማለት እዩ ሓልዮትኩም ደገፍኩም ኣይፈለየኒ ንዓኹም ከሐጉስ ነዛ ንብሰይን ከሐጉሳ ተበጊሰ ኣለኹ ሞራል እስካዕ መጨረሽታ ላይክ ሼር ኣይትሕመቁ እብለኩም ፍትዋት ተኸታተልተይ ኣብ ዓወት ኣራኽበና

ባክ ኣብ ቪድዮ ኢና ሒዝና ዘለና ኣብ ገዛ ምስ ከድኪ ወድኺ ዝበለኪ ብሓፈሻ እስከ ሓፈሻዊ ስእሊ ናይታ ናይ ዝሓለፈ ውድድር ከመይ ረኺብክያ ፍልልይክን ድማ ነናይ ሓደ ነጥቢ እዩ ደሎ ሕጂ ናይ ክልተ ክኾኑ ኣብ ዳሕራይ እውን ነናይ ሰለስተ እንዳተደመረ እዩ ከይድሞ እስከ ምቅራባት ከመይ ኣሎ ኣጠቃሊልኪ ኣሻፍቲ ኣብቲ ገዛ እኮ ምስ ከድና እቲ ቆልዓ ክሳይ ኢልኒ ማማ ክሳዕ ክንዲ እዚ ክብደቱ ቁርን ገለን ደለዎ ከምዚ ክትወዳደርክሉ ግዜ የለን እወ ኢለዮ። ዋይ ሓቅኺ እንዲኺ ደኣ እዚ ደኣ ድኻም ኣለዎ በል እንታ ትብለኒ ደሓር ከኣ ማለትሲ ከምዚ ኣይሓጎስኩኽን ድየ ደኣ ሳልሰይቲ ትወጺ ዝዓይነቱ ተሰሚዓቶ ብዝኾነ ሕጂ ክሕሶ ተስፋ እገብር። ጽቡቕ ዓሸተይ ጽቡቕ። ደሓን እዩ ኔሩ።
ከመይ ኔራ ብሓፈሻ እተን ዝነበራ ጸወታታት? እዋይ ጽቡቓት እየን። በዳህነቱ? በዳህነቱ እኳ ኣብታ

ትምህርቲ ነገር እዩ ዝመስል ስተሽነሪ መቸም ኣብዚ ዘለኹም ስተሽነሪ በዚሓ ኣላ በዚሓ ኣላ ብቸንሳ በዛ ድሕሪት ጌርካ ስትካል ክንክብዚ ትካል እያ ክትከውን ትመስል ዘላ ፅቡቕ እንሻላ ንዕወተላ ፅቡቕ ዕድል ምንየልኪ ኣብ መወዳእታ ንደገፍትኺ መልእኽቲ ከተመሓላልፍለይ ጥራሕ ሞራል ምልእ ኣብሉኒ እሞ ኣነ ከዓ ነጥቢ ምልእ ከብሉ እየ ሕጅኹም እንሻላ ብእዝኒላሂ ልከሪም

ኤኮ ሐራይ። ሳሪ ከመይ ቀኒኺ ከመይ ተዳሊኽሉ ኣለኺ እስከ ነዚ ናይ ሕጂ መድረኽ ናይ ዝሓለፈ መድረኽ ከ ከመይ ኔሩ በዳህነቱ ኣብ ዝሓልዩ ኔሩ ብሓፈሻ ኣብታ ናይ መወዳእታ እኮ ዛሕሉ ቁሩብ ኣርክብ ኣቢላትና ግን በዲህክንኦ ንኹሉ እሞ ሎምኸ እንታይ ዓይነት ምቅርራባት ጌርኪ መጺኺ እንታይ ተጸቢኺ ከ ናይ ውሽጢ ገዛ ድያ ዋላ ኣብ ግዳም ከነካይድ ዝብል ግምታት ኔርኪ? ሓቂ ትሓይሽ ብቐዳማይ ኣብ ደገ ስለ ዝነበርና ሎመዓልትስ ክቕይርዎ እዮም ክልብቡ ዛሕልሲ ዕፉን እንዳጠበሱ ክያርሲ ክገብሩና እዮም ፅቡቅ ፅቡቅ ቅያር ክገብሩና እዮም መጠን ክንደይ ይብድሀና ኣሎ እቲ ክሊማ ከዓ ስለዝፈልጥዎ ወቅቱ እውን ተሪር እዩ ዘሎ ጽቡቕ እስከ ናይ ዝሓለፈ መድረኽ ከመይ ነይሩ ሳሪት ከመይ ተዳሊኽሉ ኣለኺ ነዚ ናይ ሕጂ መድረኽ እቲ በዳህነት ናይቲ ዝሓለፈ ውድድር ከመይ ትገልጽዮ ኣበየነይቲ ክፋል ከ ዝያዳ በዲሃትኪ? እዋ ኩሉ በዳሂ እዩ ነይሩ ምኽንያቱስ ሓደ ዓይንኻ ግስም ኢሉ ትገብሮ ነገር እዋ ንሰከንድ ዕምት ኢሉ ይፈትና ዘይፈተና ሰብ ማለት እዩ ዘይፈተና እንተሎ ተዓዘብትና ቀላል ኣይኮነትን ደንበርበር ክንብል ምስ ረኣኹምና ከምዚ ዋእ ተኾይነን ደኣ ገለ ከይትብሉ ከባድ እያ ኣብኣ ምስ መጻኻ ኣብአን እኮ ቁሩብ በዲሀያ ኣብታ ናይ ዓይንኻ ተዓሚትካ ዝነበረ ንዓይ ዝበድሀትኒ ኣብታ ናይ ዋንጫ ምስራዕ ናይ ዋንጫ ምስራዕ እታ ዝፈትዋስ ኣግዲዓትኒ ብዝኾነ ልደት ክትዕረቂ ኢኺ ኢልኩምኒ ነይርኩም እንቋዕ እኮ ተባኢስካ ብኡ ጌርካ ዝኽየድ ኣይከውን ሕጂ
ንዕረቐሉ ግዜስ እንቋዕ ሃለወና ማለት እዩ ርሑስ ሓድሽ ዓመት ይግበረልና ከዓ ርሑስ ልደትን ሓድሽ ዓመትን በዚ ኣጋጣሚ እዚ ከዓ ነፍቅሮ ኣዚና ንፈትዎ ስነ ጥበባዊ ይሳቆ ከዓ ካብዛ ዓለም ብሓደጋ ብሞት ተፈልዩና ስለ ዘሎ ንስድራ ቤቱ ንፈተውቱ ንብምሉኡ እቲ ኣዝዩ ዘፍቅሮ ሞያዊ ፅንዓት ይሃበናን ይሃብኩምን እየ ዝብል ነቲ ሙሉእ ስድራ ቤት ማለት እዩ ምክንያቱ እዚ ናይ ውድድር ባህሪ ስለ ዝኾነ ደኣ እምበር ውሽጥናስ ብጣዕሚ ከቢድ ሓዘን እዩ ተሰሚዕና ንኩሉ ሰብ ከዓ ንኩሉ ፈላጢ እዩ ማለት እዩ ናይ ብሓቂ ንኹሉ ኣፍቃሪ ጥበብ ናይ ብሓቂ ኣፍቃሪ ጥበብ እዩ ነይሩ፣ መምህር እዩ ነይሩ፣ ዓቃል እዩ ነይሩ፣ ኩሉ ነገር እዩ ነይሩ ማለት እዩ። ልዙብ ገሊፅካስ ኣይትውድኦን ኢኻ ኣይትውድኦን ኢኻ ኢሳቅ ወዓቢ ሰብ ናይ ብሓቂ ዓቢ ክሳራ እዩ። ፈጣሪ ይቀበሎ ኣብ ገነት እዩ ኣብ ገነት ይቀበሎ። ንኹሉ ኣፍቃሪ ናይ ጥበብ ድማ ንስድራ ቤቱ ንመላእ ህዝቢ ኤርትራ ብሓፈሻ ንኹሎም ፈተውቱን ጽንዓት ሃብ ክንብል ንፈቱ። ጽቡቕ በሊ የቐኔለይ ቻው ሃራይ ደጊመ ከምዚ ክትከታተሉና ጽናሕኩም ኣብ ውሽጥን ኣብ ደገን ኩንኩም ብሓፈሻ ኣብ ኩሉ ኩርናዓት ዓለም ነዚ ናይ ህድሞና ነባሪት ፒኒ ሾው ኣብ ምክትታል ትርከቡ ዘለኹም ፍትዋት ተኸታተልትና ድሕሪ ዝሓጻር መሰጋገሪ ክንምለሰኩም ኢና ምክትታልኩም ኣይፈለየና ምሳና ጽንሑ።
ስፖርት ወላ ሓደ ቅድም ናይ ውሽጢ ሃገር ዝምባለ የብለ ኣብ ኩዕሶ እግሪ ውላድ ጤል ማሕሲ
ውላድ ኣዲ ዒሉ ውላድ ገመድ
ቦታን እቲ ዝግብኦ ስያመ እዩ ተዋሂቡ እስከ እንታይ ትዝክሪ ሶና ሓፍተይ እታ ናይ መጀመርያ ዝሓዝክያ ናቕፋ ከ ክንደይ ነይራ? ናይ መጀመርያ ናቕፋ ሓዳሽ ግዜ ተስዓን ሸሞንተን ስለ ዝተመርዓኹ ሓዳሽ ናቕፋ ተመርዕየ።
ምስኡስ ጥራይ እግርና ሻድሻይ ወራር ኮይኑ ጥራይ እግርና ኩሉ ነገር ዕጹው እዩ።

ድሕሪኡ ግን ምክንያቱ ሰለስተ መዓልቲ ካብ ፅምብላሊዕ ስለ ትቅድም። ኣይኮነትን ሕራይ ጽምእ ኣብ ማጨጎራ እኮ ኣብ ኣጀጎራ ኣርባዕተ መዓልቲ ዝገብረ ጽምላሊዕ ዝኸውን ጽምብላሊዕ ንባዕልኺ ካብ ምንታይ ወጺእኺ ኣለኺ ኢላትኒ ኣነ ኣለኹ የማነ ግን ሓሊፉ ብጣዕሚ ተሰሚዕኒ ሽዑ ብጣዕሚ በኽየ ብሓራሰይ ከለኹ እየ በኽየ ሸዓ መዓልቲ እዚኣ ኣይርስዓን እየ ኣብ ሂወተይ ምሉእ እታ ቆልዓ እውን ከሲረ እየ ሽዑ። ቆልዓ ከም ዝነበርኩ ናይ ቁልዕነት ግዜ ምስ ምዃኑ ሽዑስ ኩቡር ስነ ጥበባዊ ነፍስሄር የማነ ባርያ ኣብ ከረን እዩ ናይ ሰማእታት ሽደናይ ቀየ ሰገናይ ቀየ ክሳዳ ስጉሚ ርግቢት ቆንጆ ኣካይዳ ሓብሩኒ